ሰላም ሰላም ዝኸበርኩምን ዝኸበርክንን ተኸታተልትና ናብ ቻነልና ቻነልኩም መደብ ፊሊ ቲቪ እንቋዕ ብደሓን መጻኹም። ሎሚ ኣብ ማሕበራዊ ሜድያታት ዝዝውተር ዘሎ ዝተፈላለየ ሓሳባት ዘረባታትን ዝግበሩ ዘለዉ ናባኹም ከነብሎም ተዳሊና ኣለና። ኣብ ናይ ሎማዓንቲ መደብና ድማ እዞም ዝስዕቡ ትሕዝቶታት ክህልዉና እዮም። ቅድሚኡ ግን ላይክ ጌርና ንቪድዮና ንጀምር። ሰናይ ምክትታል። ሕጂ ወዲ ሰገነይቲ ኮንካ ሓመድ በሊዕካ ዝዓበኻ ተሸካሚ ናይዚኦም እልፊ ሰረቅቲ መዳናገርቲ ተጎተቲ ኮንካ ካብ ምርኣይ ዝኸፍእ ውርደት የለን ዝብል ከቢድ ነቀፌታ ዝቀረበሉ መን እዩ?
ሕጂ ወዲ ሰገነይቲ ኮንካ ካብዛ ካብዛ መሬት እዚኣ ዝተፈጠርካ ሓመዳ በሊዕኻ ዝዓበኻ ናይዞም እልፊ ሰረቅትን መዳናገርትን ተጎታቲ ኮንካ ተሸካሚ ኮንካ ካብ ምርኣይ ዝኸፍእ ውርደት የለን። ኣፈወርቂ እውን ሎሚ መዓንቲ ኣብ ፅምዶ ገለ ሪኢቶ ሂቡ ኣሎ። ኣበይ ኣሎ ሕጂ እቲ ወዲ ሓማሴን ጽልኢ ናይ ትግራይ ዝነበሮ ኣበይ ኣሎ ድኣ ህህ ክትሕጎስ ይግብኣካ እንድሕር ድኣ ናይ ብሓቂ ንሱ ንዓኹም እዩ ዘጽንዕ ዘሎ እቲ ወዲ ሓማሴን። ነዚ እውን ኣብ ናይ ሎምዓንቲ ብሰፊሑ ክንሪኦ ኢና። ብምቅጻል ማዕበል ኣለና ዋልታ ሃገር መዓልቲ ሰማእታት እንዳተገብረ ጓይላ ምስዕሳዕ ኣበይ ተራእዩ? ብምባል። መዓልቲ ሰማእታት እንዳተገበረ ጓይላ ምስዕሳዕሲ ኣበይ ተራእዩ? ነብሲ ወከፍ ኤርትራዊ መዓልቲ ሰማእታት ርእሱ ድኒኑ እንዳወዓለ ከሎ ዳንኬራ ኢናትና። ብትሪ ክቃወም ይስማዕ ኣሎ። ካባና ተፈልየን ዝተባህላ ስቴታት ነቲ ንህዝቢ ወሪድዎ ዘሎ ሓገዝ ኣበይ ኣእትዮንኦ? ዝብል ከቢድ ክስን ሕቶን ዝቐረበሉ እውን ኣብ ናይ ሎማዓንቲ መደብና ክንርኢ ኢና። ነዚኣቶምን ካልኦት ተመሳሰልቲ ዛዕባታት ብዝርዝር ክንርእዮምን ክንሰምዖምን ክንመያየጠሎምን ኢና ኣብ ናይ ሎማዓንቲ መደብና ኣዳልየዮ ዘለኹ እሞ ንዩቱብ ቻነልና ላይክ ጌርና ብምጅማር እቶም ሓደሽቲ ዝኾንኩም ከኣ ሳብስክራይብ ዘይገበርኩም ሳብስክራይብ ብምግባር ተኸታተልቲ መደብ ፊሊ ቲቪ ንኽትኮኑ ብኽብሪ ዕድመኩም ኣብ ናይ ሎማዓንቲ መደበይ ከብለኩም እየ ለስጎ

ካብቶም ሓሰውቲ ዶቕመን ሕጂ ዝፍሉጥ ሃታታይ ድገብር ዘሎ ዝብል ነበረ ኣፍታ ናይ ጂም ምስ ረኣዮ ከመይ ጌሩ ረኪሱ ኣሕሊፉ ይህብ ኣሎ ንሞኒካ ንዑ ውን የራስኖ እዩ ዘሎ እንታይ ያው ኣለው ናይ ጂም ናይ ጂም እዩ በቲ ናይ ጂም ሓኺራትካ ትማሊ ጂም ኣቲኻ የርጋለቆ ትማሊ ትማሊ ያማን

ብዝኾነ ብናይ ጣጣ መዓም ዲና መደብና ጀሚርና ንእሽተይ እንጆይ ክንገብር ኢለ ካብ ስቅ ኢልና ናብቲ ዘምጸና ምእታው ንእሽተይ እንዳሰሓቅና ክንከይድ ኢለ። ኣብዚኣ ከኣ ዲና ሓፍትና ንውላደይ ኢልክን ትጽቀጣ ሰባት ሲ ንውላድክን ኣይትበላ መጀመርያ መጀመርያ ሲ ንነብስኽን ኩና ንነብስኽን ኣፍቅራ ድሕሪ ነብስኽን ምፍቃርክን ንደቅኽን ተፍቅራ ትብል ሓዳሽ ሕጊ ኣምጺኣትልና ኣላ ምስዛ ትብላ ዘላ ዲኑ ኣነ ከም ፊሊሞን ክሰማማዕ ኣይከኣልኩን። ክሰማማዕ ኣይከኣልኩን ጥራይ ዘይኮንኩ ሒዘያ ናባኹም ብምባል ብሓባር ኮይና ንኽንምልሰላ እዛ ቪድዮ ሒዘያ መጺኤ ኣለኹ። እንድያሞ ናብ ዲኑ ሓፍትና ከብለኩም እየ።
እዚኤን ንውላደይ ዶ ነደይ ንውላደይ ዶ ገለ ኢልክን ትጽቀጣ ደቂ ኣንስትዮ ከኣ ኣትን ሰባት ኣትን ሰባት ኣንቲ ደቅኽን ኣፍቅራ ግልዕል ነብስኽን ኣይተፍቅራ እሳኻትክን ነብስኽን ተኾንክን ኢኽን ደቅኽን ክትኾና ትኽእላ እሳኻትክን ብጥዕና ተሃሊኽን ኢኽን ደቅኽን ኣለይ መለይ ክትብላ ትኽእላ ንስኻትክን ሕቖኽን እንድሕር ደልዲሉ ጥዑይቲ ኸዳን እንድሕር ሃሊኽን ኢኽን ደቅኽን ብዓይኒ ኣብ ብሂወት ኣብ ዓለም ክትሪእወን ትኽእላ ንስኻትክን ተረሚስክን ንስኻትክን ማዳ ንማዳ ኮይንክን ንስኻትክን ተባሳጪኽን ግን ደቅኽን ወላ ሓንቲ ትርጉም ትብሃል የብሉን ደቀይ ክትብላ ነብስኻ ኣይትህሰያ ዋእ።
ቀዳማይ ቀዳማይ ነገርስ ንዓና ስድራና ከዕብዩና ከለዉሲ ያ ነብስኻ እንድሕር ተሃሊኻ ንደቅኻ ኢኻ ትኾውን ነብስኻ እንተ ተኻናኺንካን ተሓሊኻያ ጥዕናኣ እንተ ሓሊኻላ በቃ ደቅኻ ከኣ ካብኡ ጥዕንኦም ክህልዉ ግድን እዩ። መብዛሕቱ ግን ኣብ ናትና ሕብረተሰብ ካብ ኣዴታትና ኣዴታትና ሲ ኣዴታትና ነፍሲ ወከፍ ኤርትራውያን ኣዴታትናስ ካብ ንሰን በሊዕን ዝጸግባስ እሰን ጾመን ሓዲረን ንዓና ክጽግባ እዩ ደስ ዝብለን ዲያና ሕጂ እንታይ ትብለ ኣላ ደቅኽን ግደፋ እሞ ናይ ነብስኽን ግበራ ድሕሪ ነብስኽን ምጸገብክን ወይ ነብስኽን ምስተሓመክን ስለ ደቅኽን ተሓስባ ተጋጊ ከይከውን ኣርሙኒ ክብራት ተከታተልቲ ኣነ ምስዛ ድያና ትብላ ዘላ ዘረባ ማለት እዩ ክሰማማዕ ኣይከኣልኩን ዘለኹ ኣይከኣልኩን። መጀመርያ ሓደ ወድሰብ ንነብሱ እዩ ዝኮኑ መጀመርያ ንስካትክን ንነብስክን ኩና። ኣነ እንድሕር ተወሊደ ሲ ካብ ደቀይ ዝዓቢ ነገር ወላ ሓንቲ የብለይን ንደቀይ ክብል ዘይተከፍለ መስዋእትታት ክከፍል እየ እሱ እንድዩ ድኣ እሞ ኣብዚ ክልተ ሽሕን ዒስራን ሓሙሽተን በጺሕናዮ ዘለና ክፍለ ዘበን ሲ ፍትሕን ገለመለን በዚሑ ዘሎ እሱ እንድዩ ጓል ንነብሳ እንተፍቂራ ወይ ሰብኣይ ንነብሱ እንተፍቂሩ ካብ ደቁ ንላዕሊ ከምታ እስኺ ንጓል ኣብ ነብስኽን ኣፍቅራ ትብልየን ደለኺ እቶም ኣወዳት ንገልብጣ እሞ ናመወዳት እቶም ኣወዳት ከኣ ልክዕ ከም ነብሶም ንነብሶም የፍቅርዋ ንነብሶም ኣፍቂሮም እዮም ደቆም ደይከታተሉ ዘለዉ ነብሰን ስለ ዘፍቅራ እየን ደቀን ዘይከታተላ ዘለዋ እሱ ንወዲ ከምኡ እኔ ከኣ ዘይተደለየ ፍትሕ ንፍትሕ ኮይኑ ኣብ ዘይተደለየ በጽሒና ንርከብ ዘለና ተበላላዒ ኮይኑ ዘሎ እዚ ማስሜድያ ማለት እዩ። ሕጂ ኣነ ንደቀይ እምበር እንብር ኦረ ደኣ እንድሕር ቆልዓ ተወሊደሲ ክወልድ እንከለኹ ንደቀይ መስዋእቲ ከፊለ ኣብ ዝብጻሕ ክብጽሕ ኢለ ድወልድ እምበር ንእግረ መንገዲ ኣይኮንኩን ድወልድ ግን ኣነ ከም ፊልሞን መጀመርታ መጀመርታ ቀዳምነት ድቦ ድሰርዖ ሓላፍነት ናይ ደቀይ እዩ ዲኑ ናበይ ክትብልዮ ዘለኺ ዘረባ
ኣይኮነን ነብሰይ ዶ ገለዶ ኢልክን ሓደ ሕማቅ ወዲ ሰርሒ ኣይኣቱ ስራሕ እንታይ ኣይፈልጥ ኣተሓዛ ገንዘብ እንታይ ኣይፈልጥ ሓቆፍክን ኣይትሕደራ ደይቀል ተኮይኑ ሕማቅ ተኮይኑ ብሂወት ጉሓፎኦም ዋእ ኣነ ድገርመንስ በዓል ዲያናሲ ክትማዕዳ ዝግበእክንስ ወጺክን ትምዕዳ ካብ ሕጂ ካብ ከምዚ ከምዚ ኢልካ ምዝራብሲ ነብስኪ ስኪ መጀመርያ ክትማዓዲ ግበእኪ እዩ። ሰብ ሚዒድኪ ተዛሪብኪ ትገብርዮ ዘለኺ ፋንጣዝያ ትገብርዮ ዘለኺ ነገራት ንዳዊት ሓውና እንታይ ኣጓኒፉ እንታይ ሪኢናዮ ረኣዩኑ ረኣዩኒ ሕብኡ ንሕብኡኒ እዩ ድበዝሕ ሕጂ መጺኺ ኣብዚኣ ለባም ለባም ተጻዊትክሲ ትርጉም ዘለዎ ኣይኮነን እዛ ትብልያ ዘለኽስ ኣዴኺ ከማን ኣይትስማዕያ ኣዴኽስ ኣይትስማዕያ እታ ነብሳ ገቲኣ ንዓኺ ዘዕበየትክስ ኣዴኺ ከይትሰምዓ እዛ ዘረባ ተሰሚዓታ ክትሓርር ጥራይ እያ። እንታይ ክገብረልኩም እንታይ ክገብራልክን እየን ዋላ ዓሰርተ ቆለብዑ ዶ ይትወልዲ ከምቲ ንዕኡ ምስ ደቁ መጊብክዮ ዕቢክዮ ትኸዲ ዘለኺ እሱ ዓራት ኣራት እዩ ትርእዮ ዘለኺ ኣንታይ ኢላ ሕጂ ንስኺ ኣብቲ ናይ ወዲ ጥራይ ጸቂጥ ክንዲ ክትዛረቢ ዘለኺ ሕጂ እዚኣ እኮ ጸግዒ ናይ ዳህላክ ብምዃን እያ ፍሉጥ እዩ ፍሉጥ እዩ በቃ ፍሉጥ ጸግዒ ናይ ዳህላክ ብምዃን እያ እዛ ትብልያ ዘለኺ ትጋገይ ይክእል ኣለኺ እቶም ኣወዳትስ ክንደይ ጥዑያት እንዲዮም ዘለዉ ሓዳሮም ኣልዮም ተመሳሲሎም ዝኸዱ ኣንስቶም በቃ ዓጻቓት ፈንጠርጠር ክብላ መዓት ፈንጠርጠር ክብላ መዓት መዓት እንዲየን ዘለዋ ኣወዳት ከዓ ከምኡ ኣለዉ ሕጂሲ ስቕልኪ ደይኮን ተዛሪብክስ ትርጉም ኮይኑ ኮይንኩን ንዓኺ ህይወት ኣይትዛረብ ደስ ይብል ኣይትጸብክን እያ ዋእ ኣሌመሊ ዝብለካ እንድሕር ኮይኑ ዘብሬካ ዝሕግዘካ እንድሕር ኮይኑ ኢካ ደኣ ከይኮስሩ ኢልካ ዘለካ መስዋእትነት ትከፍል ደኣ እምበር ምስ ባዕላ ትኩፊ እንዳበለ ንሱ ምሳኪ ምህላው ወላ ሓንቲ ትርጉም ትበሃል ደይብሉ ደይብሉ እንድሕር ኮይኑ ሲ እንታይ ይገብረልኪ ወላ ሓንቲ ነገር ኣይገብረልክን እዩ

እዛ ዝበለታ ዲያናስ ኣዲኣ ከምኣ ኢላ ከይትሰምዓ ከምኡ እንዳበለትስ ኣዲኣ ከይትሰምዓ ምክንያቱ ዘለዋ ነጊፋ ደዕበየታ ኣደ ዘዕበይዎም ስድራ ዷዕዋዕ ተባሂሎም ንነብስኩም ኩና ደቅክን ገለ ክትብል እንከላ ብጣዕሚ ሕማቅ ክስምዕን እዩ እዚ ትብሎ ዘላ ከኣ ወጺኣ ጥዑይ ትምህር ዘላ እዩ ኮይኑ ዝመስላ ዘሎ እንበር ኣዝዩ ኣዝዩ ኣጽዳፍን ሕማቅን ድኮነ ትምህርቲ እያ ትምህር ዘላ ትጋገያ ደላ።
ሕጂ ወዲ ሰገነ ተኾይንካ ካብዛ ካብዛ መሬት እዚኣ ዝተፈጠርካ ሓመዳ በሊዕኻ ዝዓበኻ ናይዞም እልፊ ሰረቕትን መዳናገርትን ተጎታቲ ኮይንካ ተሸካሚ ኮይንካ ካብ ምርኣይ ዝኸፍእ ውርደት የለን ሕጂ ወዲ ሰገነይቲ ኮንካ ወዲ ገለ ኮንካ ወዲ ገለ ኮንካ ኣይደይኮነሲ ብሓንቲ ኤርትራ ክንሓስብ ከለና ኤርትራዊ ኮንካሲ ስለ ኤርትራ ተርብሐካ ትሓስብ ኣለካ ሓበራዊ ዝኾነ ሓሳብ ትሓስብ ኣለካ ኣነ ኣስመራ ወዲ ኣስመራ እየ ወዲ ሰገነይቲ ሓስበሉ መንደፈራ ሓስበሉ ዓዲ ኋላ ሓስበሉ ኪዱ ካልእ ዋላ ዓድታት ይሓስብ ብሓንቲ ኤርትራ እየ ዝሓስብ ንሓንቲ ዞባ ወይ ንሓንቲ ኣውራጃ ወይ ንሓንቲ ከባቢ ዓዲ ኣልዒለ ኣይሓስብን እየ እሱ ስለ ዝኾነ እዩ ከኣ ብስለ ኤርትራ ኣብዚኣ ኩሉ ግዜ መጺኻ ብስለ ኤርትራ ንዘራረብ ብሰገነይቲ ኮነ ገለ ኮነ ሓንቲ ዘረባና ኤርትራ እዩ ብዛዕባ ኤርትራ ንዘራረብ ዲስካስ ንገብር ጽቡቕ ዘምጸኻዮ ሓሳብ እዩ ብጣዕሚ ደስ ዝብል ሓሳብ እዩ ከም ኤርትራዊ መጠን ኤርትራዊ ኮይነ ኣነ ንኤርትራ ዘርብሓላ ኣለይ ክሰርሕ እምበር እልፊ ኣዲስ ኣበባ ወሪዶም ዘለዉ ድንን ጉምብሕ ስግድ ዝብለሉ ምኽንያት የብለይን። እዚ ትብሎ ዘለኻ ከኣ ብትኽክል እዩ ከም ኤርትራዊ መጠን ኮንካ ብሓፈሻ ክትርእዮ እንተኮንካ ማለት እዩ። ኣብዞም ሰባት እዚኦም እዞም ዝለመሱ ዝወደቁ ሕልነኦም ዝሸጡ ታሪኽ ይቅረ ዘይብለሎም ሰባት ሲ ድንን ጉምብሕ ምባል በቃ ካብ ሞት ዓሰርቶ ሞት እዩ። ዓሰርቶ ሞት ዝኸፍእ ሞት እዩ። እሱ ስለ ዝኾነ እዩ ከኣ ኣብዚ ሰዓት እዚ ነንሕድሕዶም ተበላላዕ ጥራይ ደይኮነ ዋላ ኣብቶም ናይ ኣዲስ ኣበባ ዝነበሩ ኣካየድቲ ዝበሃሉ ኣባላት ብርጌድ ንሓመዱ በቃ ክሰምሩ ኣይከኣሉን ፋሕ ኢላቶም። ፋሕ ኢላቶም ስለ ዝኾነት ከኣ ውፉይ መጺኡ ከኣ ክሳብ ዕላው ንገብሮ ውረዱ ንብል ከይትወርዱ ዝብል መጺኡ ኣመሓላሊፉ ነይሩ ማለት እዩ። ሕጂ ብሓንቲ ኤርትራ እንዳተዛረብና ንኺድ። እዚ ናይ ውርደት ውርደት እዩ። ያ ናይ ውርደት ውርደት እዩ። ኣሕዋትካ ክጽረፉ፣ ኣሕዋትካ ክዋረዱ፣ ኣሕዋትካ ክህደኑ ከለዉ ሃዲኖሞም ወይ ካብዚ ዓዲ ውፃእ ወይ ክንቀትለካ ኢና ተባሂሉ ወፂኡስ መሊሶም መላገጫ ከምዚ እኮ ዝሓስብ ገደመደ ባይዘ ኣብ ኣዲስ ኣበባ ዝነበረ ንግግር ርኢናዮ ነርና ኢና ምስ በዓል ኪሮስን በዓል ውፉይን ካልኦት ንዖም ዝኣመሰሉ ሰባት ተኣኻኺቦም ኣብ ሓንቲ ክልተ ብክልተ ትኸውን ገዛ ምስ ተዘራረቡ ኣብቲ ሓሳብ ናቶም ክረዳዳእ ኣይከኣለን ዝብ ታሕቲ ዘሎ ሓውና ማለት እዩ ክረዳዳእ ኣይከኣለን ብምንታይ እዩ ከመይ እዩ ምስ ተባህለ ኣብ 24 ሰዓታት ክትወፅእ ክትክእል ኣለካ ተባሂሉ ከም ደወፅ ተገይሩ ማለት እዩ ኣይነበሮን ገንዘብ ዘለኒ ብለይን ክፈሉለይ ተባሂሉ ብተብተብ ከፍ ኢሎም ኣውፅኦሞ እሞ ምስኦም መሳርሕቶም እዩ እቲ ዘገርም ነገር እዞም ሰባት እዚኦም ኩሉ ግዜ ኢና ንብል ኣብዘይ ኣመፂናስ ዓመፅቲ እዮም ዓመፅቲ ቀተልቲ ኣሕዋቶም እዮም ደም ናይ ኣሕዋቶም ክፈስ ዝርእዩ ሰባት እዮም ንሱ ስለ ዝኾነ እዩ ከኣ ንሕና ኣብዚ ማስሜድያ መጺናሲ ንዛረብ ኩሉ ግዜ። ከምዝን ከምዝን ዝግበር ዘሎሲ ግደፉ፣ ነሕዋትኩም ከጥፍኡ፣ ኣሕዋትኩም ክቐትሉ እዮም ንብል ኣብዚ ማስሜድያ መጺና። ምስኦም መቓልስቶም ደየኽበሩሲ ምስኡ መቓ መቓልስቱ መቓልስቱ ኣሚኑ መጺኡሲ ኣባል ብርጌድ ንሓመዱ ዝተባህለስ ኣንጸልጺሎም ክጉሕፍዎ ክድብርይዎ ክትርኢ እንከለኻ ካብዚ ዝኸፍእ ሕልና ደይብሎም ምዃኑ ካብቲ ኩሉ ግዜ ንብሎ ሓንቲ ንእሽተይ ኣብነት ኮይናሲ ርኢናያ ኣለና። ነቲ መቓልስቶምሲ ከመይ ገይሮም ጒሒፎሞ ኣለዉ? ድበልናካ ስማዕ፣ ብዝበልካዮ ኣይንኸይድን ኢና። እሞ ካብ ኤውሮጳ መጺኦም ብኢደ ዋንኖም ሓለፍቲ ደይ ገበርዎም? ሓለፍቲ ኩኑና ኢሎም ዘይተመርጹ ሰባት ማለት እዩ። ነዚ መስል ዘሎ እቲ ህሉው ኩነታት።

እንታይ ዘሕፍር ታሪኽ ኢኹም ትሰርሑ ዘለኹም እንታይ ዘዋርድ ታሪኽ ኢኹም ትሰርሑ ዘለኹም ካብ መተዓቢትኻ ካብ ወዲ ዓድኻ ካብ
ወዲ ሃገርካ ወዲ ዓድኻ ኤርትራዊ ምለልካ ገዲፍካስ ምስዞም ኣብ ስደት ትፈልጦም ኣብ ቃልሲ መጀመርያ ዓድኻን ኣሕዋትካን ከየኽበርካ እታ ሃገር ናይ ኩልና እያ። እታ ሃገር ወይ ኩልና ክንነብራ ኢና ወይ ኩልና ክንጠፍኣና ኢና። ቀዲሙ ዝመጽእ ግን ሓውኻ ክጽረፍ ጽባሕ ንጎ ሽግር ምስ ዝወርደካ ጽባሕ ንጎ ዝኾነ ነገር ምስ ዘጋጥመካ ብዝኾነ እዚ ሓውና ክዛረባ ዝጸንሐ ርእይቶ ኣነ ብጣዕሚ እንድየ ዝድግፋ። ጥራይ ኣብታ ኣብ ሓንቲ ቦታ ኣልዒሉ ምዝራብ እያ ደስ ዘይበለትኒ እምበር እቲ ኣልዒልዎ ዘሎሲ ክፍኣት ግብሪ ናይቲ ዝገብርዎ ዘለዉ ሓሳብ ናቶም ኣጀንድኦም እዩ ዘቃልዕ ነሕዋቶም ደይኣከቡሲ ነሕዋቶም ቁተልዎም ረሽንዎም እንዳበሉስ ከመይ ጌርና ኢና ምስዚኦም ንሰርሕ ይብል ኣሎ ጽባሕ ንግሆ ጽባሕ ንግሆ ካልእ ከም ድገብሩ ነጊርና ኢና ሕጂ ውን ንነግር ኣለና እዞም ሰባት እዚኦም ንቕሑሎም ጉርሑሎም ኣይትቕረብዎም ከማን። ብዝበሉኹም ኣይትኺዱ ሰባት ኢኹም ኣመዛዝኑ ሕሰቡ ደዋፀኩም ክትገብሩ ትኽእሉ ሰባት ኢኹም ምስ ነብስኹም ኮፍ ኢልኩም ተዘራረቡ ኩሉ ዝግበር ዘሎ ረኣይዎ ናበይ ገፁ ይኸይድ ኣሎ ረኣይዎ ዶክተር ኣብ ዝገብሮ ዘሎ ኣብ ልዕሊ ኤርትራ ኤርትራውነትን ዝኸይዶ ዘሎ ኣካይዳ ረእይዎ ኣብ ኣሕዋትኩም ዝወርድ ዘሎ ኣብ ኣዲስ ኣበባ ረእይዎ ሕጂ ወረቐት ተዋሂብኩም ኣብ ኣዲስ ኣበባ ሓፍሓፍ ፊንጥሪዕ ፊንጥሪዕ ክትብሉ ትኽእሉ ኢኹም ጽባሕ ንግሆ ጊን ጽባሕ ንግሆ በቃ ሕልናኹም ኣይገብረልኩምን ኢዩ ብጣዕሚ ክስማዓኩም ኢዩ ጌጋ ተጋጊና ኢና እባ ክትብሉ ኢኹም ሕጂ ኪሮስ ከምዚ ተበለ ገለ ተበለ ትርጉም ዘለዎ ኣይኮነን ብዝኾነ ንቅሑሎም ጉርሑሎም እዞም ሰባት እዚኦምሲ ስነ ሓሳቦም ካሊእ ኢዩ ሓሳቦም ካሊእ ኢዩ ነቲ ኤርትራን ኤርትራውነትን ሓልዬም ኣይኮኑን ድቃለሱ ዘለዉ ኤርትራዊ ተዝሓሊ ኤርትራዊ ንኤርትራዊ ሓዉ እንዳጨፍጨፈ ኣይመጽን ኢዩ ንመኣልስቱ ቅተልዎ እንዳበለ ኣይመጽን ኢዩ እዞም ሰባት እዚኦም ከምኡ ዓይነት ኣካይዳ ዘለዎም ኢዩ እዞም ዓይነት ሰባት ከኣ ክግለሉን ክርሕቁን ጥራይ እዩ ዘለዎም እንዲያውም።
ኣበይ ኣሎ ሕጂ ወዲ ሓማሴን ጽልኢ ናይ ትግራይ ዝነበሮ ኣበይ ኣሎ ድኣ ህህ ክትሕጎስ ይግብኣካ እንድሕር ድኣ ናይ ብሓቂ ንሱ ንዓኹም እዩ ዘጽንዕ ዘሎ እቲ ወዲ ሓማሴን እንታይ ትገብሩ እንታይ ትሰርሑ እስኪ ንቀበሎ ባቃ እዚ ናይ ትግራይ ዘሎ ኣሕዋት ኢና ባቃ ንቀበል ኢሉ ብመንግስቲ ደረጃን ብደገ ደረጃን ተቀቢልዎ ህዝቢ መንግስቲ ሓማሴን ኣሜን ኢሉ ተቀቢሉ
ኣፌሲ ማዓት ሕማቅ ነገር ክዛረብ ማዓት ዘየድሊ ነገር ክዛረብ ኢና ንሰምዖ ኣብዛ ኣውራጃ መጺኡ ከኣ ገለ እዩ ዝኩን ግደፎ እንዶ እዚ ሓማሴን ኣኮሎጉዛይ ሰራየ ገለ ሓንቲ ኤርትራ እንዶ ንዛራረብ ብሓንቲ ኤርትራ ንዛራረብ ብሓንቲ ኤርትራ እሂን ምሂን ንባሃል እቶም ኤርትራውያን ከምዚ ኢሎም ዘለዉ ሲ ዞባ ማእከል እንደበለ ናይ ዞባ ማእከልሲ ተቀቢልዎ ኣሎ ንምንታይ ኢና ንሕና ዘይንድግፎ መቃወሚና ምክንያትሲ እንታይ እዩ ኢልካ ሓሳብ ኣምጽእ ሓማሴን ኣኮሎጉዛይ ገለ መለ ወላ ሓንቲ ኣይጠቅመናን እዩ በል ተዋሂብና ዶ ኣሎ ሽዱሽተ ዞባታት በተን ሽዱሽተ ዞባታት እንዳጸዋዕና ንኺድ ሓማሴን ትብሎ ደለኻ ዞባ ማእከል በሎም እቶም ዞባ ማእከል ነዚ ናይ ጽምዶ ተቀቢሎሞ ኣለዉ ትኽክል ነዚ ናይ ጽምዶ ካብ ተቀበልዎሲ ንሕናኸ እጃምና እንታይ ኢና ክንገብር ዘለና ኣብዚ ማስ ሜድያስ እንታይ ክንገብር ኣለና ክንድግፎ እንድሕር ተኾይና ጽቡቅ መጺኻ በታ ዘላትካ ናይ ቲክቶክ ኣፎርቂ መጺኻ ትጉስጉስ ትምዕድ ትመክር ክግበር ዘለዎ ትነግር ጌጋ እንተሎ ከኣ ከም ሰብ መጠን ውጽእ ኢልካ ከኣ ትነቅፍ። ኣነቓቕፋ ጊን ዓይነት ዘለዎ ኣነቓቕፋ፣ ስቕ ኢልካ ጠገለ ዘይብሉ ኣነቓቕፋ ዘይኮነ ምጽራፍ ዘይኮነ ብስነ ስርዓት ትነቅፍ መጺኻ ሓሳብካ ተፍስስ ክኸውን ዘለዎ ተፍስስ ንባዕልኻ ኣፌ ኣብ ምንታይ ኣብ ምንታይ ተዋፊርካ ዝነበርካ ሰብ ኢኻ። ኣብ ምንታይ ኣብ ምንታይ ተዋፊርካ ዝነበርካ ሰብ ኢኻ። ብዝኾነ ኣብኡ ኣቲና ሕጂ ብዙሕ እትን እትን ምባል ትርጉም ዘለዎ ኣይኮነን። ብሓንቲ ኤርትራ ካብ ሓሰብና ነዚ ናይ ጽምዶ ከኣ ክንድግፎ ካብ ሃለና ማለት እዩ። ዋላ እውን ንስኻ ኣቲኻዮ ኦሬድ ዳርጋ ተቐቢልካዮ ስለ ዝኾንካ ኢኻ ወጺኻ ኢኻ ዝተረደኣካ ስምዒትካ ትገልጽ ዘለኻ ማለት እዩ። ብጣዕሚ ደስ እዩ ዝብል ብጣዕሚ ክድነቅ ውን ይግበእካ እዩ ብጣዕሚ ውን ክድነቅ ይግበእካ እዩ ብዝኮነ ዳሞ ናብ ናይ ኣፌ ኣመን እዩ ተቐቢሉ ምስ ትግራይ ዘሎስ ኣመን ኢሉ ተቐቢሉ ዋላ ሓንቲ ንሕስያ ዘይብላ ካብኡ ወጺኹም ሕጂ ከኣ ኣብ ካልእ ከይድኩም ፕሮፖጋንዳ ትገብሩ ዘለኹም ንስኹም ንዝመን ደኣ ክትቃረቡ ደሊኹም ደኣ ንዝመን ደኣ ክትቅርቡ ደሊኹም ደኣ እንድሕር ነገር ሓቂ መንእሰይ ሓማሲ ጽልኢ ናይ ትግራይ እንተነይርዎ እዚ ሃየ ህዝቢ ሓማሴን ኣጅርድ። እቲ ሓማሴን ትብሎ ዘለኻ ዞባ ማእከል ሲ ብሓንቲ ኤርትራ ኢና ኣናሓስብ ሃገርና ክትውረር እንከላ ሃገረይ ኢና ንብል ኣሕሊፍና ኣይንህብን ኢና ኣብኡ ድርድር ወይ ምዝርራብ ገለ ዝብሃል ነገር የለን ዋላ ብሕጂ ማለት እዩ ዝመጸ ይምጻእ ክመጽእ ክእል ደይክመጽእ ክእል ኣብ ዝመጸሉ ጊን ኣነ ስድራይን ፋሚለይን ኣዕርኹተይን መታዓቢተይን ኣሕሊፈ ሲ ንኻልእ ዝድግፈሉ ወይ ኣብ ዝመጽኤ ሳፖርት ድገብረሉ ምኽንያት የለን ብሕጂ ዋላ ማለት እዩ መታዓቢተይ ዓደይ ስድራይ ኣሕዋተይ ፋሚለይ ጎረባብተይ ዶ ገዛውተይ ዝደገፍዎ ፍቅሪ ክንገብር ኣለና እንቴሎም ከኣ ኣነ ካብኦም ወጽየ ንበይነይ ከማዕበል ዝህውትት ኣይኮንኩን ምስኦም ኮይነየ ደኣ ነቲ ነገር ዝደፍኣሉ ዝያዳ ዝጸቅጠሉ እምበር ብኢደ ዋንነይ ዝከደሉ ምክንያትሲ የብለይን። ደሞ መልሲ ሓማሴን ድኣ ረጂ ኮይኑ ንሱ መን ድኣልካ ሕጂ ድኣ ኣብ መን ከድካ ድኣልካ ከተብል ደለካ። ማለተይ ሲ ዋላ ጽልኢ ናይ ትግራይ ሲ የብልናን ሃገራዊ ስምዒት ኣለና ጽልኢ ናይ ትግራይ ሲ የብልናን ኣይክህልውናን እዩ ከማን። ደለካ ሙጽሊ ናህና እዩ ዘለካ ንስካ ሙጽሊ ናይ ህዝቢ ሓማሴን እዩ ዘለካ ንስካ እዚ እዩ እቲ ሓቂ። እዚኦም ዝሰርሕዎ ፖለቲካ ክትጥንቀቑ ዘለኩም እዚኦም ዝሰርሕዎ ፖለቲካ ኩሉ ሓዊ ዘእትውና ዘለዉ ንሳቶም እዮም እዚ ኩሉ መንእሰያትና ሓዊ ኣትዎም ዘሎ ብዘ ናይ ሴክስ ትራይ በዚ ናይ ሴክስ እዛ መረብ እዛ መን እያ ትበሃል እዚኣ ሓንቲ ላ ጓል ጫዕላ ሃዳድማ ኣብዚ ኣመሪካ ዝርቡን ዘይዝርቡን ዝዛረባ በዓዛ ዳህላክ ረይዎ ንሶም እዮም ኣዋልዶም ኣይጥያኹ ንሶማይ ጥያ ኣየነይቲ ጓል ሰራየ ኣየነይቲ ጓል ሓማሴን እያ ደቀይ ኮምዚ ገራ ሰብ ተባልዕ። ሕጂ ኣብ ቢሉ ቢሉ ናብታ ኣኮሎጉዛይ እንዲ እሳ ንግደፋ ጉዳይና ኣይኮነትን እታ ትገብር ዘላ ጓል ዳህላክ እንተኮይና ጌጋ ኣለዋ ትክክል እቶም ዘጥፍኡ ዘለዉ ዝባሃሉ ዘለዉ ባዓል ሰልጠነ ካኣ ኩሎም ኣኮሎጉዛይ ኣይኮኑን ድጥፍኡ ደለዉ ክንደይ ጡዕያት ኣለዉ ሃገራውያን ሃገር ኣውሒሶም ዝከዱ ክሳብዛ ሕጂ ፎቆዶ ድፋዓትን ገለን ኮይኖም ድቃለሱ ዘለዉ ማዓት ስለ ዘለዉ ኣብኡ ውን ቡዙሕ እትንትን ምባል ትርጉም ዘለዎ ኣይኮነን። ክንቆፉ ዘለዎም እንታይ እዮም እንዲልና በዓል ኪሮስ ድዩ ዝንቀፍ ተሎ ኣውፂኻ ሰጢኻ ትነቕፎ ውፉይ ድዩ ይህረም ሰልጠነ ድዩ ይቕላዕ ነሽነሽ ድዩ ይውተፍ ፅቡቅ ገይሩ ኣብዚታት ክንዛረብ ኣለና እምበር ኣውራጃ ሙሉእ ኣልዒልካ ምህራም ትኽክል ኮይኑ ይስማዓንን ኢና ኣይቅበሎን እየ እውን
ፈጠርኩሞ ጌጋኹም ክንዲ ትእርሙ ናብ ወረዳ ወሪዶም ናብ ዓዲ ከይዶም ከምዚ ገበሩባ እንዳበልካ ምምኽናይ ጌጋ እዩ ኣርምዎ ቅረም እዩ ዘሎ በቃ ፕላንሲ ኣብ ርስሉ ጌጋ እዩ ሕጋዊ ይኮነ ግንባር ኢልካ ምእዋጅ ሕጋዊ ይኮነ እዚኣ ናይ ኣዲስ ኣበባ ዝወረደት እያ ዝወረድዋ ኣብዚ ታሕቲ ነለዎ ከም ስእሊ ከም ዘለዎም ፅንሑ ሓፍ ከብለልኩም ንእሽተይ እሞ እዚኣ እንድያ ነዚኣ እዩ ዘሎ እቲ ነቐፌታ እቲ ጉዳይ ነዞም ኣብዛ ታሕቲ ዘለዉ እዮም እንድያሞ ተዓዘብቲ ኢና ተዓዘብቲ ኢና ነጊርና ተዛሪብና ቱት ኢልና ኢና ኣብዚ ማስሜድያ መጺእና ናይዚኦም ሓሳባት እዚኦምሲ ኩሉ ነጊርና ኢና እቲ ምስጢር እናወጸ እዩ እቲ ምስጢር ናባኹም ከነብሎ ኢና እንድያሞ ሕጋዊ ክኸውን እንተኾይኑ ምስ ተውኣ ዝነበሩ ተቓለስቲ ተቐራሪብካ ንዑ ከመይ እዚ ኩነታት ከመይ ገምጊምኩሞ ዝሓለፈ ቃልሲ ብሕጂ ከ ግንባር እንተኣወጅና ከመይ ይኸውን ምስ ብርጌድ ንሓመዱ ግሎባል ተሎ ፅቡቕ ኣየሎን ኣብ ነፍሲ ወከፍ ጨንፈር ሃገር ዘሎ ብርጌድ ንሓመዱ ምስ መራሕቱ ትመያየጥ ተመያየጥካ ብድምፂ ብልጫ ህዝቢ የፅድቆ ግንባር ኣውጅ ምስ በለኩም ግንባር ትእውጁ ዲፕሎማሲ ባዕልኻ ክትሰርሖ ትኽእል ኢኻ ሽግር የብልካ እንታይ ኪሮስ ምስ ኣብርሃም በላይ ደቂ ሓትነታት ስለ ዝኾኑ ብፅሕፈት ስለ ዝሃቡ ዋላ ኢልዋ ኩ ኢታ መን እቲ መን ሓደስ ብፅሕፈት ኣይብላን እየ ንሳስ መንበረ ገዛ ኢልዋ ብፅሕፈት ወረ ኣይኮነት ከምታ ነበ ቀዳማይ ዝበልኩኹም መፅያ መፅሓፍ የብላ ናብቲ ቪድዮ ረእይዎ ጥራሕ እያ ንከምዚኣ ሓፃርያ ንከምዚኣ ንውሒዳ ብፅሕፈት ገለ ክትብል ኣይትኽእልን ኢኻ እንታይ እሞ ናይ ሓደ ኣብ ስደት ዝነብር ወላ ሓንቲ ደይብሉ ሓምሳ ቅርሺ ተሓዊሉ ዝነብር ሰብ ገዛ ክራይ እያ ዝነብረላ እያ በቃ ወላ ሓንቲ ወላ ሓንቲ ወላ ሓንቲ በቃ ቤት ፅሕፈት ክትብላስ የሕፍር እዩ የሕፍር የሕፍር እቲ ቦታ ኣገለ ሪኢኹም ኢኹም ኣቃውማ ኣገለ ክሽነዲ እንታይ እዩ ቤት ጽሕፈት መጽሓፍ ገለ ግድን ክህልዎ ኣለዎ ዶኩሜንታት ክጥቀሞ ፊሎ ድያ ገለ ሓንቲ ነራ ታምዚ እያ በቃ ንሳ ከማ ንፈውሲ ማሕለ እያ ኮፍ ኢላ ሓንቲ ዓራት እትዩ ኣብ ሓንቲ ወረቐት ተቐሚጡ ፊሎ ዝገበረላስ ከንቲባ መንበሪ ገዛ እውን ኣይኮነት ሸላ እያ ሸላ መፈራርያ መእሰሪ

ኤሜሪካ መጀመርያ ነገር ጨጨንፈር እዩ ዘሎ ከምዚ ናይ ስተይቲ ኩሎም እውን ኣይደገፍዎ ከምኡ ዝብልዎ ዘለዉ ሱ ኢልካ ኣነ ብዙሓት ሰባት ዋላ ብውልቂ ሓቲተ ማለት ስተታት ኣለዋ ዘይደገፎ ጅቲ ከምኡ ዝበሃል ዘሎ ብኸመይ ኣነ ኣይረዳእኒ ቅድሚኡ ግን መሲልና ነሩ ዋላ ጀርመን እኮ ደጊፋቶ እኮ ኢሎምና ኢሎምና ነሮም ጀርመን ደጊፋቶ ዶ ገለመለ ኢሎም ዓ ትማሊ ሓደ ሰብ ካብቶም ቀንዲ ኣባላት ኣብኡ ዘለዉ እባ ትጋገ ኣለኻ ኢልኒ ሕጂ እተን ሃገራት ልቢ ክገብራ ኣለወን ንምንታይ እየን ኣብ ክልተ ዝመቃቐላ ክልተ ትካል እኮ ብሓደ መድረኽ የለን ምናልባት ግንባር ፕላንሲ ኢሎም ናይ ውልቁ ናይ ባይኑ ሽም ተዝህዎ ኣታ ስቕ ኢልኩም ኢኹም ተጣቕዑ ስቕ ኢልኩም ኢኹም ትሓፍሩ ዘለኹም ጌና ክትሓሙ ኢኹም ምስ በዓል ኪሮስ ምስ በዓል ውፉይ ነዚኦም ሒዝካ ወላ ሓንቲ ዓወት ድበሃል የለን እም ንስኹም ትባላልዑ ንሕና ከኣ ቲቪ ድምጺ ኢና እዚኣ ንስሓቅ ምክንያቱ ኢልናን ተዛራሪብናን ኢና ምስ ክቡራት ሕፉራትን ተኸታተልተይ ኮይንና ኣብዚኣ ኢንጆይ ንገብረሉ ነይሮም ጸገም እዩ ምነበሩ እዚ ግንባር ማዕበል ብርጌድ ንሓመዱ እንተይልካ ግን ነቲ ብደገ ነውሽጥን ዘሎ ህዝቢ ነቲ ግሎባልን ነቲ ናይ ዲፕሎማሲ ነተዓራሪኻ ኣረዳዲእኻ ንህዝብኻ ተሰማሚዕኻ ክግበር ዝግባእ ካልእ ንሱ ጸገም ኣይምኾነን ጌጋ እሞ ክእረም ኣለዎ ምበልና ነርና ማለት እዩ ጌጋ እዩ ክእረም ንዝበሉ ሰባት ወረዳዶ ገለ መለደ እንዳበልካ ምምኽናይ ብመሰረቱ ጌጋ እዩ በዓል እዚ ዲሎም ሕጅዚ መፅኡ ሓቲትዎ ማለት ንዓት ሽቁጥል ኣለኹም ማለት እዩ ንዝኾነ ዓዲ ወረዳ ኣይውክሉን እዮም ግን ንዓይስ ከምዚ ኢሎምኒ ነይሮም እንታ ዝበልዎ እዩ ተዛሪብ እምበሪ ብወረዳ ወሪዱ እቲ ቃልሲ ወይ ከዓ ገሉ ኣይበለን ተገሊፁ እኮ እዩ ዋላ ካብ እስራኤል ክንወርድ ከለናስ ካብ ዓርባዓን ትሽዓተን ተቓለስስ ሓደ ወዲ ሰራያ ጥራይ ነርና ምሩ ደቂ ኣኮሎ ጉዛ ኢና ነርና ኢሉ ግን ንሱ ብሃገር ኢሉ ላዕልን ታሕትን ዝብል ዘሎ ወይ እውን በዓል ዝጥዑም እዝጊ ካልኦት ካልኦት ምስ ኩሉ ጌጋታቶም ከምኡ ኢልኩም እንዳኸድኩም ስንፍና ምስ ኣጋጠመኩም ተቓውሞ ምስ ኣጋጠመኩም ምስቶም ከማኹም ሃገር ዝብሉ ዝነበሩ ትማሊ ናብ ወረዳ ገለመለ ተመኽንይዎ ግደፉ ናባና ፀገም ኣይትጓሓፍልና ናባና ሽግር ኣይትጓሓፍልና እስኻ ንሕና በቃ ብሃገር ኢልኩም ትቃለሱ ኣለኹም ሽግርኩም ብሃገር እዩ ፀገምኩም ብሃገር እዩ ፍታሕ ከዓ ሃገራዊ ፍታሕ ኣምፅሉ ኣይኮነን ግን መምስተናደፍክን ብሩህ መፃእኹሞ ብወረዳ ድዩ ብንብሩህ መፃእ ንባዕሉ ብወረዳ ኢልኩሞ እዚ ዮናስ ድዩ ገለመለ ነጊርናኩም ኢና ብሓንቲ ኤርትራ ሕሰቡ ብኤርትራን ኤርትራውነትን ኤርትራውነትኩም ኣሚንኩም ምፁ ኣውራጃ ገዲፍኩም ዞባታት ሒዝኩም ምፁ ኢልናኩም ኣቢኹም ኪሮስ ኪሮስ ኢልኩም ወፍዩ ወፍዩ ኢልኩም ወፍዮምኹም ቤላ ገይሮም ሰጢሖምኹም ተቃውሞ ምስ ኣበለ ብወረዳዲ ገለመለ ኢልኩም ግርምኩ እዩ ዝብለና ንሕና ጉዱ ኩና ረኪብና ዘለና እሞ እቲ ወረዳ ከዓ ወይ ናብ ሓማሴን ወይ ናብ ሰራየ ወይ ናብ ጋሽ ባርካ ወረዳታት ኣሊሽኩም ክንዲ ተላግብዎ ናብተን ኣብ ኣኮሎጉዛይ ዘለዋ ወረዳታት ክንዲ ዘኸሎ እስኪ ኢደይ ተነኸሱ ጉድ ኮይና ረኺብና ዘለና ብኣውራጃ ትብልዎ ኣይንደልን ኢሎም ዝገደፉኹም ሓንጎል ሓንጎል ኢሎም ምስ ተረፉ ብኣውራጃ ኣይምልኩም ኣክንዲ ነቶም ብኣውራጃ ዝኽሰሱ ትኸስዎም እዘን ሰለስተ ኣውራጃታት ኣኮሎ ጉዛይ ዶ ገለመለ ትልኩም ዋናት ኣኮሎ ጉዛይ ላዕልን ታሕትን ዝብል ዘሎ ሕብረተሰባ ካብ ጫፍ ናብ ጫፍ ስለዚ ብመሰረቱ እዚ ጌጋ እዩ ብዝኾነ ብጣዕሚ ድኹማት ፍጥረታት ምዃንኩም እንዲና ነጊርናኩም ምክንያቱ ክንደይ ሻዕ ተመኺርኩም ተዛሪብኩም ሰብ ክንደይ ሰባት ዓበይቲ መፂኦም ኣብዚ ነጊሮምኹም እዮም ግን ወላ ሓንቲ መሊስኩም ትድግፍዎም ኣብ ጎኖም ኮንኩም ኣጆኹም ትብልዎም ነርኩም ዋጋ ከዓ ኣኽፊሎምኹም ዋጋ ኣኽፊሎምኹም ህዝቢ ኣኮሎ ግዛይ ዶ ገለ ትብል ኣለኻ ንኣኮሎ ግዛይ ትውክል ሰብ ኣይኮንካ ንስኻ ንባዕልኻ ኣተሓሳስበኻ ድኽም ዝበልካ ፍጡር ሰብ ሰነፍ ኢኻ ኣኮሎጉዛይ ኩቡርን ሑፉርን ህዝቢ እዩ ብሙሉኡ ህዝቢ ኤርትራ ብሓፈሻ እተን ዞባታት ብሙሉኦም ዞባ ደቡብ ጋሽ ባርካ ዓንሰባ ማእከል ሰሜናዊ ቀይሕ ባሕሪ ኪድ ብሙሉኡ እ ሕጂ ውጹ እንዳ ካብዚ ኣኮሎጉዛይ ሰራየ ገለመለ ንውጻእ እንዳ ካብዚ ኣብተን ዞባታትና ኣሚንና ንምጻእ ነጊርናኩም ኢና ክንደይ ሻዕ ንስኹም ኒዮ በልዎም ኒዮ በልዎም ኢልናኩም ካብዚ ኣብ ምቕጻል ከኣ ዲያቆን ሓውና ደቂ ኣንስትዮ በዓል ይኩንኦ ዘለኽን ዳህላክ ዓገብ እብል ኣሎ ዓገብ እብል ኣሎ እዛ ዓገብ ዘይትፈልጥ ዲያቆን ይኹን ዋላ ቀሺ ይኹን ክትሰምዕ ዘይትኽእል ፍጥርቲ ቁሩብ ቁሩብ እዝኒ እንተለዋሲ ካብ በኣናስ

በሊሕ ከመይ ድዩ? ምጡቅ ኣእምሮ ኣለኪ ክንዲ ሰናይ ምምሃር ሳንጻ ኣቢልካ ንእሽቶን ዓብዩን ጉዕን ኣምጺኻ ከምዚ ጌርካ ከምዚ ጌርካ ደናጉላ ኣምጺኻ ዓገብ ኢልናኪ ሕጂ ከኣ ጉዕ ኣምጺኻ ኣንቲ እንታይ ኢኺ ክትውቲ ፍለ ዝበለ በስማም ዘይትብሊ ነዛ ነብስኽስ እንታይ ኢኺ ክትውትፍላ ደሊኻ ነቲ ሕብረተሰብ እንታይ ኢኺ ክትገብርዮ ደሊኺ ሕጂ ከኣ በርበረ ሒዝኪ መጺኺ ስለዚ እዚ ንሱ ኣይኮነን ክትበኪ ኣይኮነን ኣብ መጨረሽታ እግዚኣብሄር ኣምላኽ ክቐጽዓኪ እዩ። ንዓ ቀሊል ይመስለኪ ኣሎ በኺኺ ብምኽንያት ዝሓልፈልኪ ይመስለኪ ኣሎ ብርግጽ እግዚኣብሄር ኣምላኽ ኣቲ ገስረጥ ህዝበይ ዘጥፋእኪ ኣቲ በዓለገ ኤልዛቤል ክብለኪ እዩ። ርግጸኛ እየ ቆሪጾም ከብጽሕልኪ እዮም።

ብሕጊ ንቀየድ ምፍርራሕ ደው ይበል። እሞልቆም ኣሎ እቲ ሓቂ እስከ ንዑናይ ንዑናይ ሰልጠነ ዝዛረቡ ኣለዉ እቲ ሓቂ ስሞልቆም ኣሎ ናብ መሪሕነት ጉያ ጉያ እንደገና እዚ ምፍርራሕ ኣብ ቃልሲ ኣነ ሓደ ሰብ ዘፋርሓኒ ክህሉ የብሉን ዳስዋይ ኣብዚ ሰንቢደ መልስን ገለን እንታይ እዩ እዚ

ፈራሒ ደኣ ዝድግፍ ኢልካዮ በቃ ናይ ፈራሕ ኣዋሽ ዝደግፍ ተበላባይ እዩ። ፈሪሒ እዩ ዝድግፍ ዳግደብ ዘለዎ ምራል የብሎም ትብዓት የብሎም ዋላ ሕልና የብሎም ሕና ንማንም ሰብ ክንፈርሖ ንኽእልና ፈርሕቲ ኮይና ከይንጋገ እዩ
ሰልጠነ ሕልናኻ ድሸጥካሲ ንኤርትራ በሎ ቅተልዎ ዝበልካስ እንታይ ኣስኻ ለባም ለባም ትጻወት ኣብዚ እ? ንምንታይ ኢኻ ልቢ ልቢ ትጭሩ ኣይትጋገባ መጀመርያ እስኻ መን ኢኻ እግርኻ ማይ ዝሑል ኣሪኽካ ሕተታ ንነብሳ ክትነግረካ እያ ዝደኸመ ዝሓመቐ ሰብ መን ምዃንካ ክትነግረካ እያ ሰልጠነ ኢኻ ክትብለካ እያ በቃ እቶም ዝሕስዉ ከይሕስዉ ወይ ሕማቕ መትከል ከይንሕዝ ጥራይ እዩ። ስለዚ ማንም ንማንም ከምኡ ዓይነት ባህሪ ክንርኢ ከለና ኣብ ቃልስና ብእዋኑ ንቆጻጸሮ እንተዘይኪኢልና ጽባሕ ንግሆ ኢሳያስ ከማን ገቢር ቃልሲ ይገብር። ንሕና ኢሳያስ ክንኣሉ እንዳበልና ኢሳያስ ክንተክል ኣይኮናን ንቃልስ። እዚ ቃልስና ክንደይ ነገር በሊዑ ቃልሲ ህዝባዊ ግንባር ናብ ዚሮ እዩ ተመሊሱ። ኣእላፍ ኣሽሓት ዋጋ ተኸፊልዎሲ በቃ ኢሳያስ በሊዕዎ ማለት እዩ። ኣበይ ኣለዉ እቶም ኣካለ ስንኩላት ተረሺኖም፣ እቶም ኣርካናት ገድሊ ዒርዒሮ ኣትዮም፣ ገድሊ ኣብ ስደት ኣሎ ኣበይ ኣሎ ኣበይ ኣሎ ኣበይ ኣሎ ህዝባዊ ግንባር ቃልሲ ተሓሽዩ እዩ ብውፅኢቱ ክዕቀ እንተኾይኑ ዚሮ ዝኾነ እዛ ጉዳይ ትሪእዋ ኣለኹም ደጋሽ ተበላላዕ ተበላላዕ እያ ዘላ ነጊርና ኢና ሓቢርና ኢና ሓቢርና ኢና ኡይ ይብሉ ኣለዉ ረኣይዎም ኡይ ጌና ቀፃሊ እዩ ዘሎ ተኣውያት እንዲያ እሞ
ካባና ተፈልየን ዘለዋ ስቴታት ኣብቲ ብርጌድ ንሓመዱ ኣብቲ ፅንኩር ግዜ ወሪድዎም ዝነበሩ መንእሰያት ሽግራት ወሪድዎም ዝነበረ ሓገዝ ከጌርክን ዲኽን ደው ደልክን ምሳኹም ኢለን ይሕተትወን እዘን መንእሰያት ሕጂ ኣንጻር ናይዚ ከይዱ ዘሎ ማዕበል ብርጌድ ንሓመዱ ኣብ ኣዲስ ኣበባ ዘሎ ኣንጻሩ ዝኸዱ ዘለዉ መንእሰያት ነቶም ሒዞሞም ዘሎ መራሕቶም ኮይኖም ዝኸዱ ዘለዉ ወይ ከዓ ኣብ ግሎባል መራሕቶም ኮይኖም ዝኸዱ ዘለዉ መንእሰያት እሞ ናይ ኤውሮጳ ወከልቲ ኮይኖም ኣብኡ ዘለዉ ኣብ ግዜ ሽግር ናይ ጀርመን ኣብ ግዜ ሽግር ናይ ሆላንድ ኣብ ግዜ ሽግር ናይ እስራኤል ዓሰርተ ሸውዓተ መንእሰያት ዝሰንከሉ መንእሰያትና ኣብቲ ዝነበረ ሰብተምበር ዘጋጠሞም ንሕና ኢና ሓገዝ ዝገበርና ከድኩም ሳንታን ኣንቶንዮ እንታይ ሓጊዝኪ ክንደይ ሓጊዝኪ ይበልዋ ንኣትላንታ ከይዶም እንታይ ሓጊዝኩም ክንደይ ሓጊዝኩም ይበልዎም ሳንቲም ኣይሓገዙ ናይ ኣዲስ ኣበባ ለውጢ ዘሎ ጉዳት ራእይ ስጋብ ክንድዚ ኢና ሸፊናሎም ንኸይድ ነርና ሰልጠናውን ቀርሲ ስለ ዝኾነ ሓደ መዓልቲ ናብ ቦትኦም ይምለሱ እዮም ስለ ዝበልና ኣብ መጨረሻ ግን እንታይ ገይሮም ነዚ ኩሉ መንእሰይ ከማ ናብ ወረዳ ውሪዶሞ ኣዲስ ኣበባ ከይዶምስ ናብ ወረዳ ውሪዶሞ ማዕረ ክንደ እዮም ክፉኣት ስለዚ ኣነ እንታይ ይኽብ ደልየ እንታይ ዝገርም ኣምፂ ኣሪኩም ኳን ኢንተርቪው ተግብረሎም ነርካ ጎስጉሱ ዶ ይኮንካ ትብሎም ኔርካ እዚ ቃልሲ ዓቕሊ ይደሊ እዩ ምሽ መጺኻ ተዛረቡ ትብሎም ኔርካ ውፉይ ኣምጺኻ ምሽ ተዛረቡ ኔርካ እንታይ ኮይኑ ክገርመካ ሓቂ ተሒዝካ ከዓ ዋላ ቀልጥፍ ዋላ ደንጊ እቲ ሓቂ ሓቂ እያ ሰብ ክሰምዓ ኣለዎ ሎሚ በዚ ቴክኖሎጂ ዘሎ ቲክቶክ ዘሎ ገለ ዘሎ ሰብ ኣይሕሱን እዩ እንተሓስዩ ከዓ ክወፅ እዩ ብመዓልቱ ንሕና ከዓ ኣብ ሓቂ ረጊፅና ስጋ መጨረሻ ክንከይድ ኢና ትማሊ ትማሊ ንብርጌድ ንሓመዱ ከምዛ ሳሚ ሓውና ዝበሎ ሲ ብፆትና ኣይኮኑን ተባሂሎም ከምዚ ደብዳቤ ሲያትል ኣውፅኦም ካሊፎ ብዝኾነ እቲ ነገር ከመይ ይኸይድ ኣሎ እንዳረኣናዮ እንዳተዓዘብናዮን ኢና ክቡራት ተኸታተልቲ ናብ ዝቕፅል ቪድዮና ክንከይድ ከለና ትማሊ ማዕበል ኣለና ዋልታ ሃገር ናይ ፅምዶስ ከመይ ኢሉ እዩ ኣብ መዓልቲ ሰማእታት ኣብ ዕስራ ሰነ ብሳዕስዒት ዝኽበር ብምባል ነታ ዝነበረት ስቱዌሽን ወይ እታ ናይ ምርኽኻብ ክልቲኡ ህዝቢ ተቓውሞኡ ይገልጽ ኣሎ። እንድያም እስከ ንስማዕዮ።
መዓልቲ ሰማእታት እንዳተገበረ
ጓይላ ምስዕሳዕሲ ኣበይ ተራእዩ? ነብሲ ወከፍ ኤርትራዊ መዓልቲ ሰማእታት። ሕጂ ፍልጥቲ እንድያ እዚኣ ማዕበል ደንጸኻያሲ ነቲ ዕስራ ሰነ ሓሊኻ ነቶም ስውኣት ሓሊኻ ደይኮንካሲ በቃ ነታ ናይ ጽምዶ ዘላትካ ጽልኢ ነታ ክትገብራ ዘለካ ኦሬዲ ልኡኽ ተባሂልካ እንዲኻ ናይ በዓል ኣብርሃም ካብ ኣዲስ ኣበባ ተመዊሉ እዩ ዝስርሕ እንዲኻ ተባሂልካ ደለኻ ንዕኡ ደርኢ እዩ ንዓኣ ንዓኣ ንምትግባር ሞድ ንመሓዝ ኢልካ ኢኻ እምበር እዚኣ ብትኽክል ሓሊኻሎም ነቶም ስውኣት ወይ ውን ደንጊጽካ ኣይኮንካን ከምኣ ትዛረብ ዘለኻ ካብ ሕልናኻ ኣይኮንካን ከምዚኣ ኢልካ መጺኻሲ ትዛረብ ዘለኻ ማዕበል ሕልና ተትልወካ ስታ ናይ ፅምዶ ናይ ሰላም ተቐበልካ ማዕበል ከተበላልዕ ስለ ዝደለኻኻ ደኣ እምበር እቲ መንግስትና እውን ጠፊእዎ ኣይኮነን እቲ ህዝቢ እውን ጠፊእዎ ኣይኮነን ኣብ ዒስራ ሰነ መዓልቲ ድዩ ተባዒሉ ቅድሚ እዩ ድዩ መዓልቲ ተባዒሉ ወላ ሓንቲ ትፈልጦ ነገር የብልካ ኣብ ዒስራ ሰነ ኦኬ ተዘርጊሑ ክኸውን ይኽእል እዩ እቲ በዓል ግን መዓስ ተባዒሉ ንፈልጦ ወላ ሓንቲ ነገር የለን እቲ ህዝቢ ፈሊጡ ፈሊጡ ጌርዎ ዒስራ ሰነ እንከሎ ዋላ መንግስቲ ይፈልጥ እዩ ካብ መንግስቲ እስኻ ፈሊጥካ ይኮንካን መፂ ካብዚ ኣብ ዒስራ ሰነ ከምዚ ኢልኩም ተውዕልዎ ገለመለ ከምዚ ኢልኩም ተውዕልዎ ትብል ካብኡ ካብኡ ሲ ዒስራ ሰነ ክቡር እንዲ ይርደአና እንዲ ሰላም ከዓ ትካየድ ኣላ ሰላም ሲ ብሕጂ መስዋእቲ ንኸይመፅእ ሰላም ንክነብር እቲ ህዝቢ እዩ ዝግበር ዘሎ ንዑ ክትድግፎ ክትጉስጉሰሉ ከማን ግበእካ ነይሩ እታ ዕስራ ሰነ ሓቅካ ኢካ ካልእ መዓልቲ ክትከውን ነይርዋ ኣነ ከም ፊሊሞን ከማን ካብ ዕስራ ሰነ መዓልቲ ክትበዓል ኣብ ካልእ መዓልቲ ክትበዓል ደስ ብለኒ ግን ኦረዲ ሰላም ገይሩ ክሕጎስ ክትሪኦ ከለካ እታ ኣብ ሂወተይ ሙሉእ ድምንያ ነበርኩ ትጽበያ ነበርኩ ክሪኣ ከለኩ ደስ ብለኒ ክቃወሞም ክነቕፎም ደይኮንኩስ በዛ ሓደ ሕማቅ ክስምዐኒ እታ ዕስራ ሰነ መዓልቲ ካልእ መዓልቲ በካ ኮይና ብል ግን ክሕጎስ ግበእኒ መጺ ካብዚ ማስ ሜድያስ ንዓ ሒዝካ እዚ ዒስራ ሰነ መዓልቲ ዒስራ ሰነ መዓልቲ ስሱዕ ሳዕ ትብል ኣብዚ ወሪድካ ትወድቕ ኣለኻ መውረዲኻን መውደቂኻን ቪድዮታትካ ርእዮ ቪዋትካ ብጣዕሚ ኣንቆልቂሉ ወሪዱ ኮመንት ትፅሕፈልካ ደሎ ህዝቢ ርእዮ ኣይተንብቦ ናይ ትርእዮ እንዲኻ ኮይንካ ዶስ እቲ ዝቡኻ ደለዉ ገንዘብ ይዕዊርካ ደሎ ርእሱ ድኒኑ እንዳወዓለ ከሎ ዳንኬራ ኢና ሪእና። ባንዴራ ኤርትራን ባንዴራ ክልልን ብሓደ ሕፍረት ሓደ ኢና ትማሊ ትማሊ ምስ ክልል ወሪድና ኣይንዛረብን ኢና ንሕና እኮ ከምዚ ኢና ጠቕላላ ኣይትሕሰብዎ መንግስትና እኮ ዝወሪዱ ኣይብልኒ ኢና ንብል ነርና ግልብጥ ኢልና ሕጂ እንታይ ትስራሕ ኣለካ ትሪእዎ ኣለኹ ማለት እዩ ናይ በዓል ማዕበልስ በቃ ኣብቲ ኩናት እንድዮም ድረብሑ ነይሮም ኣብታ ኩናት ትመጽእ ብኣኣ መጽዮም ከምዝን ከምዝን እዚ ደርፊ በቲ ምውል በቲ ይእክብ ገንዘብ በቲ ይኸይድ በቲ ይበልዕ እንዲ ነይሩ እታ ጉዳይ ስለ ዝሞተቶ ጊን ኣብዚኣ መጽዩ ነዛ ናይ ሰላም ናይ ጽምዶ ምስ ምስ እንዳገበረ እታ ናይ ዕስራ ሰነ ከኣ ኣብኣ ኮይናትሉ ከኣ ኣብ ርእሲ ዘለዎ ተወሰኮ ኮይኑ ኣብ ዕስራ ሰነ መዓልቲ እታ መደብ ተኻይዳ ንዓኣ ሒዙ ሕጂ ነቲ ሰብ ከጓሃህር ከበላልዕ ሆን ኽብል መጽዩ ብዛ ማስ ሜድያ እዛረብ ኣሎ እንታይ እሞ ኩሉ ሰብ ፈሊጥካስ ኒዒቅካስ ኣብ ቦታ ኮመንት እንታይ ኢሉ ጽሒፍልካ ሪኢካ ኢካ ኣነ ዳይሬክት ፖስት ምስ ተባህለት ኣብ ቲክቶክ ሲ ተጓየ ተጓየ ጌጋ ድያ ሓቂ ከረጋግጽ ኢለ ብ ናተይ ኣትየ ሪኤያ ከም ዘላታ ጸኒሓትኒ ምስ ብጫ ክዳኑ ከምዚኣ ኢሉ ዳተዛረበ ጸኒሕኒ ቦታ ኮመንት ድገብርዎ ነበሩ ተትሪኡ ንምንታይ ኣብ ዕስራ ሰነ ጌርኩሞ እዚ እንታይ ማለት እዩ እዚ ንምንታይ ኣብ ዕስራ ሰነ ጌርኩሞ ሰብ። ኣንታ መንግስቲ እንድዩ ንመንግስቲ ዲኻ ከምዚ ኢልካ ትዛረብ እታ ነብስኻስ እንታይ መንግስቲ ጌርካ ዲኻ ትወስዳ ዒስራ ሰነስ ክትከውን ኣይነበራን መዓልቲ ከምዚኣ ተትፍለጥ ጽብቅቲ ኔራ ብዝኾነ ግን ጽቡቅ ከምዝን ከምዝን ኢሉ ሓሊፉ ሰናይ ናይ ጽምዶ ናይ ሰላም ይግበረልና ክልቲኡ ህዝቢ ይተሓቋቆፍ ክሳብ መዓስ ከምዚ ኢሉ ይነብር ክትብል ይግበእካ ኔሩ እሱ ውን ኣዩ ደጸበቀልካ ንሱ ስለ ዝጸበቀልካ ደጸበቀልካ ግን ትፈልጥ ኣይኮንካን ንስኻ እቲ ቀደም ከማንሲ እንታይ እዩ ዓይንና ደፊንና እንድዒ። ቡና ሓዚኑ ከሎ ስውኣቱ እንዳዘከረ ከሎ ምስ መን ኢና ክሓደ? ልዕሊ ኩሉ ንዕቀት ከኣ ኣብ ዕስራ ኣብ ጀጋኑኡ ርእሱ ድኒኑ እንዳበለ ከሎ ከኣ ሓንቲ ናይ ክልል ጌርካን ናይ ገለመለመ ጌርካን ናይ ብውልቂ እዩ ብውልቂ እዩ ዝግበር ዘሎ። ከይትግረምሲ ዕስራ ሰነስ ናትና ዕስራ ሰነ ክትከውን ከሎስ ናቶም ከኣ ከምኡ እዩ ዳርጋ ሓደ ሓደ እዩ ብሓደ እዩ። ጊን እቲ ሰብ ሰላም ስለ ዘገድሶ ነታ ሰላም ዘሚርላ ጎስጒሱላ ይቅጽል ኣሎ ክሳብ እዛ ሕጂ። ኣጆኹም ምሳኹም ኣለና ኣብ ጎንኹም ኣለና ኢልካ ክትጣቕዕ ይግበእካ ነይሩ ኣይኮነን ከኣ ኢድካን እግርኻን ሒዝካ ጸግዕኻ ኣንጎለኻ ሒዝካ ብፊት ኮንካ ምክትታል እዩ። እዚ እኮ ናይ ውልቂ እዩ ናይ ውልቂ ይኮነ መንግስቲ ፈልጦ እዩ ፈልጦ እዩ ዘይፈልጦ ሓንቲ ከላ ይሓልፍ እዩ
ምሽ ናይ ጽምዶ ኣይፈልጦን እዩ ትብል ኔርካ ብቀዳማይ መንግስቲ ይፈልጦን እዩ እዚ ውልቀ ሰብ ዝገብሮ ዘሎ እዩ ትብል ኔርካ ናበይ ዳ ሕጂ መንግስቲ ፈልጦ እዩ ጀሚሩ ተሩ ከም ድላይኩም ምጹ ተዛወሩሉ ብሓና ሓምብስሉ ቴርትራዊ ከ ታሽዓይ ክፍሊ ካብ ካብ ወዲ ከረን ኣስመራ ሓምቢሱ ክመጽእ ኢና ደልዩ ንሕና ወዲ ወዲ ባጽዕኻ ከምኡ ክዛወር ኣብ ነጻ ኮይኑ እንታይ ኮይኑ ትግራዋይ ከም ድላዩ ክዛወር ፍቀዶ ኣሎ እንታይ ኮይኑ ኤርትራዊ ዘይፍቀዶ እንታይ ኮይኑ ዘይፍቀዶ እንታይ ኮይኑ ዘይፍቀዶ ታሞድ ኮይ ከተሕዝን ይደልዩ ከባእስ እኮ ይደልዩ እቶም ኤርትራውያን ንኤርትራውያን ስለ ንሕድ ከባእስ ይደልዩ በታ ናይ ዕስራ ሰነ ምስ ምስ ገይሩሲ ተሃኒ ደውፅ ዘሎ ነታ ናይ ፅምዶ ክቕበላ ስለ ዘይደለየ ስለ ዘይከኣለ ተሃንዮ ውጻእ ኣሎ ብቀዳማይ ብኣብርሃም ገለ ዝባሃል እዚ ናይ ትግራይ ንትግራይ ዘጥፈዐ ብኦም ተመዊሉ እዩ ዝስራሕ ዘሎ ይሰርሕ ዘሎ ተባሂሉ ገለ ምስጢር ወጽዩ ነይሩ ፋሕ ኢሉ ናይ ማዕበል ማለት እዩ ኒሎም እኻ እኮ እዮም በብርሃም ኢኻ ትምወል እኮ ተባሂልካ በብርሃምሲ ትምወል ኢኻ ተባሂልካ እታ ትገብራ ዘለካ ሲ በቃ እቲ ገንዘብ እዩ ዓቢስካ እቲ ገንዘብ እዩ ዕዊርካ እንታይ ኮይኑ ስለዚ ሓደ ኣይኮንናን እንድሕር ሓደ ኢና ኢልኩም ትኣምኑ ተኾንኩም ምስ ክልል ምሳኹም ተባቲኽና ኣለና ማለት እዩ ኣብ ዕስራ ሰነ ጓይላ ኢና ርኢና ዝትሪእዎ ዘለኹም ኣብኡ እዩ ስዋኣትኩም ትኽሕዱ
ብዝኾነ ማዕበል እዛ ናይ ትማሊ ዝበላ ኣይደገፋን ኣብ ዒሳ ሰነ ክትከውን ኣይነበራን ኢሉ ክትከውን ኣይነበራን እዎ ካብ ኮነትከ መንግስቲ ዝፈልጥ እዩ ህዝቢ ዝፈልጥ እዩ ኮይና ብዒላ ሰላም ይግበረልና ትብል ሙሉእ ሰላም ይግበረልና ስዋኣትካ ከዓ ትዝክር ኖርማል እያ ኮ እዚኣ ሳክት ኮለል ደብል ገለስ የብላ ሚኒን እንዳ ኮንካ ባ ጌርካ ከተበላልዕ ብኣ ጌርካ ከተበላልዕ ታንካ ከተውጽእ እታ ናይ ጽምዶኻ ኣይተቀበለካን ከሲርካ ኢኻ እኮ ብጣዕሚ ኢኻ ከሲርካ ቪዋትካ ርእዮ ሳብስክራይበር ኣምጺኻ ትከውን ትኽእል ኢኻ ሳብስክራይበር ከማን ንግዛእ እዩ ንግዛእ እዩ ገዚእኻ ኣምጺኻዮ ትኸውን ኢኻ ቪዋትካ መልሓስ ኣውጽኣትልካ ቪውካ ርእዮ መልሓስ ኣውጽኢልካ ድሃይ ቤትና ትገብሮ ነበርካ ሚትን ገለ እንዳሃር ነበረ ንሕጎስ ዝነበርና ብትገብሮ ነበርካ ኣብ ሰዓት እዚ 15 20 21 ሽሕ ይረኣየልካ ኣሎ መልሓስ ውጽኢልካ ጌና ካብኡ እንዳቀው እንዳንቆልቆለ ክመጽእ እዩ ምስ ህዝብኻ ቅልጥፍ ኢልካ ተዓረቅ ኣየዋጽኣካን እዩ ምስ ህዝቢ ጸሚድካ ኣየዋጽኣካን እዩ ኣይትኽእላን ኢኻ ኣይትኽእላን ኢኻ ኣይትኽእላን ኢኻ እንዳበልና ማለት እዩ ክቡራት ተኸታተልቲ ናይ ሎማዓንቲ እዚ ዝነበረ መደብ እዚኣ ትመስል ኣብ ካልእ ብዝተፈለየ መደብ ዝተፈለየ ትሕዝቶ ክሳብ ንራኸብ ሰሰናዩ ተርእዩኒ ዘለኹም ሞራልን ደገፍን ይበጽሐኒ ንርእየና ኣለኹ ንብምልኣትኩም ክምልስ ስለ ዘይክእል እየ እምበር ብጣዕሚ ብጣዕሚ ከየመስገንኩኹም ክሓልፍ ኣይደልን ዋላ እቲ ላይክ ከመይ ኢሉ ይኸይድ ዶ ኣሎ ሳብስክራይብ ንባዕሉ ከመይ ይጎይ ኣሎ እንድዒ ኣርብዓ ሽሕ ዳርጋ ኣብ ምእታውና ኢና ሕጂ ኣብ ሕጽር ዝበለ ኢና ከምኡ ንኸይድ ደለና ብጣዕሚ ከመስግነኩም እደሊ ናይ ሎማዓንቲ ዝነበረ ነዚ መስል ጽባሕ ብ ዝተፈልየ መደብ ዝተፈልየ ትሕዝቶ ክሳብ ንራኸብ ሰሰናዩ ብሩኽ መዓልቲ።